ደራሲ ነጋሲ ወልደማርያም ገስጋሲ ገስጋሲ እቲ ሰብኣይ ሰብኣይ ሰላምን ጥዕናን ንምነየልኩም ኣብ ዝተፈላለየ ኩርናዓት ዓለምና እትርከቡ ዝተፈተኹም ተኸታተልቲ መደባትና ሓንቲ ካብ ኣካል መደባትና ዝኾነት ልብ-ወለዳዊት ዛንታ እቲ ሰብኣይ ኣብ ናይ ሎሚ ትሕዝቶና መበል ዓሰርተ ሸሞንተ ክፋላ ሒዝናልኩም ቀሪብና ኣሎና። ኣብ ዝሓለፈ መበል ዓሰርተ ሸውዓተ ክፋል ትሕዝቶ ልብ-ወለዳዊት ዛንታ እቲ ሰብኣይ፣ ወይዘሮ ትምኒት በቲ ዝሰመዐኦ ኣዝየን ከም ዝጓሃያን፣ ስኒት ክትገብሮ እትኽእል ብዙሕ ከም ዝነበረ ከም ዝነገረኣን፣ ኣብ መወዳእታ ድማ ሓደ ሓሳብ ከም ዘለዎን ከም ዝሓበረኣን፣ ኣቶ ተፈሪ መዓልታት መገሻኦም ዛዚሞም ከም ዝመጹን፣ እንተኾነ ግን ወይዘሮ ትምኒት ካብ ገዛ ከም ዘውጸኦኦም ኢና ተኸታቲልና ኔርና። ኣቀዲምና ኮመንት ሼር ላይክ ከምኡውን ሳብስክራይብ ምግባር ኣይትረስዑ እናበልና መበል ዓሰርተ ሸሞንተ ክፋል ልብወለዳዊት ዛንታ እቲ ሰብኣይ ነቕርበልኩም። መሬት ወጋሕታ ተሳጊሩ ንምብራቕ ናይ ጸሓይ ንግስነቱ ቅድሚ ምርካቡ ወጋጊሉ ነበረ። ኣብቲ ግዜ ጫውጫውታ ናይ ኣዕዋፍ ንህዱእ ኩነታት ኣየር ተኸቲሉ ምኡዝ ዋዜማ ዝጥዕም ድምጺ ኣብ ምእንጋድ ነበረ። ምስ ዋሕዲ ምንቅስቓስ ናይ ሰባት ዝፈጠሮ ንጹር ድምጺ፣ ኣብ እዝኒ ነፍሲ ወከፍ ፍጡር ናቱ ተምሳጥ ኣብ ምልጋስ ጸሚዱ፣ ቀልቢ ብዝምስጥ ህዱእ ድምጺ ብማዕረ ኣብ ምክፋል ነበረ። ንምድርን ሰማይን ከዲኑ ዝሓደረ ግመ ኣውሊ ጠሊ ብምፍጣር ፍኹስ ዝበለ መጠናዊ ክሊማ ኣእንጊዱ ተምሳጥ ብዝፈጥር ትርኢት ኣብ ዙርያ ዝተፈላለዩ ከባቢታት ዓሲሉ ነበረ። ኣብቲ ህሞት ቀልቢ ኩሎም ፍጡራት ክሰልብ ድማ ክኢሉ ነበረ። ኣብቲ ግዜ ወይዘሮ ትምኒት ኣብ መደቀሲ ክፍለን ነበራ። ንማሎቲኤን ጎቦ ኮይነን እምበር ዓይነን ሰለም ከየበላ እየን ሓዲረን። ብድርኡ ምስ ኣቶ ተፈሪ ዝተለዋወጥኦ ቃላት ምስቲ ዝፈጸምዎ ካብ ኣራዊት ዘየፍልዮም ተግባሮም ተደሚሩ ኣብ ኣእምሮአን እናተመላለሰ ሰላም ስለ ዝኸለአን ንማለት እኳ ነዛ ሰላም ከየበለ እዩ ኣሕዲርወን። እዝን ወዲ ከምዝን ዝኣመሰለ ስምዒታት ሒዘን ድማ እየን ክሳብ ዝወግሕ ክጽበያ ካብ ዓራተን ከይወረዳ ዝሓደራ። ካብ ዓራተን ወሪደን ዘፍረየኦ ነገር ከም ዘየለ ስለ ዝተረድኣ ድማ፣ ፍረ ዘይብሉ ሓሳባት እናደየባን እናውረዳን ጸሓይ ክትበርቀለን ክጽበያ ዝሓደራ። ግዜ ኣብ ምውግሑ ግና ገለ ነገር ከም ዝረስዓ ንነብሰን ግንብንብ ክብለን ተፈለጠን። ገለ ድምጺ ዝሰምዓ ኮይኑ ስለ ዝተሰመዐን ድማ ንምርግጋጽ ኣእዛነን ኣዋዲደን ጽን በላ። ግዳ ንምጥርጣረን ዘዐግስ ቅልጡፍ መልሲ ናብ እዝነን ክበጽሕ ኣይከኣለን። ግና በዚ ተኣማሚነን ትም ክብላስ ኣይመረጻን። ቅድሚ ዝኾነ ነገር ምፍጻሙ ኣቐዲመን ኩነታት ገዘእን ከጣልላ ከም ዘለወን ስለ ዝተረድኣ ኮቦርተአን ገንጺለን ካብ ዓራተን ብድድ በላ። ልደት መሳገሪ መደቀሲ ክፍለን ተሳጊረን ድሕሪ ምውጻእ፣ ብደወን ኣዒንተን ናብ ካንሸሎ ከም መውጽኢ ዝጥቀማሉ ማዕጾ ከውረድዮ ኣማዕደዋ። ዝኾነ ለውጢ ክረኽባ ኣይከኣላን። እቲ ማዕጾ ከምቲ ናይ ወትሩ ዝዕጸው ኣገባብ ብመፍትሕ ተሸጒጡ ረኣየኦ። እዝነይ ድዩ ደኣ? ምስ ነብሰን ተዛረባ። ኣብ ናይ ፈለማ ስጉምተን ዝኾነ ዘጠራጥር ነገር ብዘይምርካበን እቲ ጸገም ናይ እዝነን ዘይኮነ ናተን ከይከውን ኣብ ጥርጣረ ክዕቆባ ተደናደና። ግና ምሉእ ቅሳነትሲ ኣይነበረንን። ውሽጠን ዝረኣዮ ብዘይብሉ ፍርሒ ክዘርወለን ተፈለጠን። እንታይ ደኣለይ ዝኸውን ዘለኹ? ፍርሒ ድዩ ዋላስ? ኣብ ዘይተወድኣ ሓሳባት ቆይመን ተማትኣ። ድሒረን ግና ሓደ ሓሳብ ስለ ዝዘከራ ካብቲ ደው ዝበለኦ ኣፍደገ መደቀሲ ክፍለን ብምንቅስቓስ ኣእጋረን ኣመራሪሐን ናብ ሳሎን ኣምርሓ። ኣብ ስጉመን ግና ደው ዘብል ክስተት ስለ ዝገጠመን ስጉመን ኣቋሪጸን ሰገጥ ክብላ ተራእያ። ማዕጾ ሳሎን'ዩ ተገፍቲኑ ጸኒሕወን። ዘይከም ዝገደፍኦ መፍትሕ ኣብ ኣፍ ማዕጾ ተሰኪዑ ምስ ጸንሐን ከኣ እንታይ ከም ዘጋጠመን ንምፍላጥ ኣእዳወን ናብ ለዓት ሰዲደን ሃዲእን ድፋእ ኣቢለን ብምኽፋት ናብ ውሽጢ ኣተዋ። ኣብ ሳሎን ድሕሪ ምእታወን ኣዒንተን ከፍጥጣ ኣይደንጉያን። ኣቶ ተፈሪ ኣብ ሳሎን ኣራጢጦም እግሮም ኣመሳቒሎም ተረይጦም ኮፍ ኢሎም ጸንሕወን። ግብሮም ኣመና ቆጢዕወን እኳ እንተነበረ ህውኽ ኢለን ናብ ነገር ክኣትዋ ኣይደለያን። ሕርቃነን ኣብ ውሽጠን ገይረን ድማ ብገናሕቲ ኣዒንቲ ክቐጽዕኦም ይፍትና ነበራ። ግና ውሽጠንሲ ኣይሓገዘንን። ተሃነን ከየውጽኣ ዘስቀጣ እውን ይመስላ ኣይነበራን። ቅድሚ ምዝራበን ግና ህድእ ኢለን ኣብ ቅድሚኦም ኮፍ በላ። ወይዘሮ ትምኒት ነቲ ብዘይ ፍቓደን ኣብ ሳሎነን ተቐሚጡ ዝጸንሐን ኣቶ ተፈሪ ጽልኢ ብዝመልኦ ዘይለቅቕ ኣጠማምታ ኣብ ምጥማቶም ነበራ። ብድሩኡ ሰጊጎንኦም ከብቅዓ ብድፍረት ክምለሱ ምኽኣሎም ማዕረ ክንደይ ደፋር ምዃኖም ክርድእን ክኢሉ ነበረ። ኣብ ርእሰኦም ዘለዎም ንዕቀት ከርእይወን ዝተበገሱ ኮይኑ ስለ ዝተሰምዐን ድማ ተኸኺለን ነበራ። እንታይ ክትገብር መጺኻ? ስቕታ ዋጋ ከም ዘይህልዎ ዝተረድኣ ዝመሰላ ወይዘሮ ትምኒት ከይተረበሻ ህድእ ኢለን ክሓታ ተሰምዓ። ኣብቲ ህሞት ንዐእን ቅልጡፍ መልሲ ዝደልያሉ ግዜ እዩ ነይሩ። ክንዘራረብ ኣሕጺሮም ከይተገደሱ መለሱ። ካብኡይ ትሕለፍ ዝብል ግናይ ኒሕ ምስኦም ነበረ። ናይቲ ብድርኡ ድኻሞም ከየውጽኡ ዝሰጎጎኦም ኣንጻራዊ ግብረ መልሲ ንምሃብ እዮም እዋን ዘይብሉ ጸሓይ ከይበረቐ ህርግ ኢሎመን። ካልእሲ ይትረፍ ውሳኔኤን ጌጋ ምንባሩ ከርእዩ ዝተበገሱ እዮም ዝመስሉ። ክንዘራረብ ዝበልዎን ደጊመን ናይ ባጫ ክምስታ ፈነዋ። ካብ ቁምነገር ሃዲሞም ይጻወቱ ምንባሮም ኣይዘንግዖኦን። ግና ካብ ምስማዕ ወጻኢ ሃንደራእ ኢለን ዝገብርኦ ኣይነበረንን። ብዛዕባ እንታይ? ኣገዳሲ መልሲ ዝደሊ ሕቶ ፈነዋ። ዝበቅዕ መልሲ ከም ዘይረኽባ ይርድኣ ነይረን እየን። ግና ኣማራጺ ኣብ ዘይብለን እዋን ዝብለን ካብ ምስማዕ ወጻኢ ካልእ ዝገብርኦ ኣይነበረንን። ብዛዕባ ሓዳርና ድፍር ኢሎም ሓቲቶምሉን ተገዲሶምሉን ዘይፈልጡ ጉዳይ ኣልዓሉ። ድሒሩ ዝመጾም መልሲ ወይ መግናሕቲ ኣየስተብሃልሉን። ንስለ ዘረባ እዮም ዝዛረቡ ነይሮም። ሓሳቦም ኣብቲ ገዛ ምእታዎም ጥራይ እምበር እንታይ ኢሎም ከም ዝዛረቡ ኣይሓሰቡሉን። ተፈሪ ሓዳር ኣለካ ድዩ? ካብኡ ኣይሕለፉ ዝዓይነቱ ሕቶ ፈነዋ። ከምቲ ኮነ ኢሎም ከሕምምወን ኢሎም ተበጊሶም ምምጽኦም፣ ንሰን እውን ስምዒቶም ከንህር ዝኸእል መልሲ ኣብ ምንዳየን ነይረን። ካልእሲ ይትረፍ ከም ዝቐበጽኦም ከርእየኦም ድላይ ነይርወን እዩ። ትምኒት፣ ኣይትላገጽ እንዶ። ኣቶ ተፈሪ ከም ትምኒተን ኣብ ሕርቃን ክዕቆቡ ኣይደንጎዩን። ቕምነገር እኮ እየ ዛረበኪ ዘለኹ ስለምታይ ተገዲስኪ ዘይትምልስለይ? ኣብ ነብሶም ምስ በጽሐ ክስምዖም ጀመረ። ኣብቲ ህሞት ስምዒትካ ምስ ተነኽእ ዝህሉ ዘይተጻዋርነት ምንዳርን ከስተማቕርዎ በቒዖም ነበሩ። ቁምነገር በቃጨጭ ተዛረባ። ነቲ ከም ቃል ጥራይ እምበር ከተግብርዎ ተራእዮም ዘይፈልጡ ኣገባብ ዘኪሮም ምዝራቦም ገሪምወን ነበረ። ተፈሪ ትዛረቦ ይርዳኣካ ድሎ ንስኻስ ቁምነገር ትፈልጥ ኢኻ? መልሲ ይደልያ ነበራ። ንዘይወጽዎ ጉዳይ ኣልዒሎም ክዛረቡ ምድፋሮም ኣቖጢዕወን ነይሩ እዩ። ግና ኣብ ደረጃኦም ወሪደን ማዕሪኦም ሃለውለው ክብላስ ኣይደለያን። ስምዒተን ደኣ ቀዲምወን እምበር ይፈልጥወ ኣብ ቁምነገር ዶ ኣይኮንኩን ቀኒ? ቀልጢፎም መለሱ። ከይተረድኦም ባዕሎም ጉድጓዶም ይኹዕቱ ምንባሮም ኣይተሰወጦምን። ኣብ ስምዒት ኣትዮም መዋጽኦ ኣብ ዘይረኽብሉ ሰልሚ ይስኽተቱ ምንባሮም ግና ሰሪ ምስትውዓሎም ኣየቕለብሉን። ኣየ ተፈሪ! ንሰኻ ዶ ትእመን ኢኻ? ተወሪመን ኣብ ምዝራብ ነበራ። መገሻ ኣብ ዝመጸሉ ግዜ ዝበዝሐ እዋን ጽቡቕ ዛንታ የብሎምን። ዝበዝሐ ፈላጢኦም ድማ በዚ ምኽንያት ብብዝሒ ክዛረቡ'ዮም ዝስምዑ። ተፈሪ መን ምዃንካ ዝረሳዕካዮ ዶ ትመስል ኣለኻ ሓቀይ? ንስኻ እኮ ምዝራብ ከም ዘጽልአን ዘረበአን በቲኸን ኣስቀጣ። ቀታሊኤን ጌረን ካብ ዝቖጽረኦም ግዜ ጀሚረን ኣብ ርእሰኦም ጽቡቕ ኣጠማምታ የብለንን። ዋላ እኳ ኣብ ዝምድና ባዕሎም መበገሲ እንተነበራ፣ ድሒሩ ኣብ ሓዳር ድሕሪ ምእታዎም ዝተፈጥረ ኩነታት ግና ኣብ ኣእምሮኣን ገዚፍ በሰላ ዝገደፈ እዩ ነይሩ። ከምኡ ስለ ዝኾነ ድማ እዩ ምስኦም ኣብ ዝህልዋሉ ግዜ ጸርጸር ክብላ ይረኣያን ዝስምዓን። ተፈርመን ዶ ፈልጠካ እዩ? ዋላ ገሊኤን ሒዝካ ተኸርሺምካ ቀኒኻ ትኸውን። መግለጺ ሕርቃነን ነበረ። ትምኒት፣ ይርደኣኪ ኣሎ ድዩ? ርግጸኛ ኮንኪ ኢኺ ትዛረቢ ዘለኺ። በታ ተግባሮም ስለ ዝመጸኦም ሕርቃኖም ቆለጭ ክብሎም ጀመረ። ናይ ቀጻሊ ዝደጋግም ዘረባ ብምንባሩ ግን ከም ኣገዳሲ ጉዳይ ኣይረኣይዎን። ግና ኪነ ምእማን ዝኸይድ ክዋስእሉ ነይርዎም። ባህርያትካ ደይኮነን ንመን ክትህቦ ደሊኻ? ኢሂ ተፈሪ ተጋጌ ድየ? ዝብልዎን ንምስማዕ ዘበገሰኦ ሕቶ እዩ ነይሩ። ኣብ ነፍሲ ወከፍ ኣጋጣሚ ኣብ ዝዛረቡሉ ግዜ ዝሓትኦም ሕቶ'የን ዝደጋግማሎም ነይረን። ከም ኣመሎም ክኽሕድዋ ምኻኖም ግን ይፈልጣ ነይረን ኢን። ክሳብ ዕላመኣን ዝሃርማ ግና ካብ ምሕታቶም ከም ዘይበኹራ እምንቶኦን ኢዩ ነይሩ። ኣየ ትምኒት መጭበርበሪት! ሃሳስ ክምስታ ፈነዉ። ክንዕቅወን ኢዮም ዝፍትኑ ነይሮም። እቲ ናትኪ ዝገርመኒ እንታይ ድዩ ይመስለኪ? ኖርማል ኮይኖም ይዛረቡ ነበሩ። ክሳብ ዝኾነ ጭብጢ ረኺበን ዘይረትዐኦም ኢዶም ዝህቡሉ ምኽንያት ኣይተራእዮምን። ህህ! ዝብልዎ ንምስማዕ ተሃንጠያ። መለሳ ዘለዎ ዘረባ ክዛረቡ ዘይምዃኖም ግና ግምት ነይርወን እዩ። ግን እንታይ ከም ዝብሉስ ክሰምዐኦም ነይርወን። መዋእልኪ በታ ሓንሳእ ተጋግየ እሞ ድማ ዝተኣረምኩላ ጌጋይ ክትወቕስኒ ትነብሪ ምህላውኪ እዩ። እዝስ ምስ ምንታይ ይቑጸር? ኣየገርምንዶ? ከም ዝገረሞም ከርእዩ ብስምዒት ርእሶም ነቕነቑ። ልዕሊ ተደጋጋሚ ተግባራትካ ዝገርም ነገር የለን ተፈሪ። እንተኾነ ነቶም ዘይከማኻ ውርዙያት ዝኾኑ ስድራኻ ሰሚዕና፣ ሓዳርና ካብ ንፋስ ግዳም ኣድሒና፣ ኣብ ሓዳርካ ከም ተቐጽል ጌርናካ። ኣነ ድማ ፍትሕ ፍታሕ ከም ዘይከውን እምነት ስለ ዝነበረኒ ንስለ ደቅና ክብል እቲ ክኸፍሎ ዝግበኣኒ ንሱ ስለ ዝነበረ ልቦና ገይረ ንምሕጽንታ ስድራ ክልቴና ሰሚዐ ብሓደ ከም ንህሉ ገይረ እንተ ንስኻ ግና ኩሉ ተግባራቶም ስለ ዝተራእየን ኣብ ጉዳዮም ምስ በጽሓ ዘረበን ከቋርጻ ተገደዳ። ይህሞ ኣነ ቀጽልለይ እባ እንታይ ደኣ ትሚልኪ ውሽጠን ክዘረባ ደፋፍአን። እቲ እናፈለጡ ዝፍጽምዎ ተግባራቶም ከም ዝደግማሎም ተረዲእዎም ነበረ። ስለዚ ንስለ ምስማዕ እምበር ቁም ነገር ሃልይዎ ከም ዘይኮነ ኣሚኖም፣ ክሳብ ዘረበእን ዝውድኣ ዓቕሊ ሸሚቶም ጸማም እዝኒ ክህብወን ምስ ነብሶም ተረዳድኡ። ብዘረባኻ ኣይግረምን እየ፣ ምኽንያቱ ቀጻሊ ብ ጌጋ ዝነብር ሰብ ዝዛረቦ ዘረባ ኢኻ ተዛሪብካኒ። መጠናዊ ህድኣት ነበረን። እንተ ንስኻ ግና ንትዕግስትና መዝሚዝካ፣ ንልቦናና ከም ዕሽነት ርኢኻ፣ ከም ወለባ ካብዛ ርእስና ምውራድ ኣቢኻ። ዝገደደ ድማ ኩሉ ተግባራትካ ከይተኣረምካሉ ትነብር ምህላውካ እዩ። እዋእ ኣነስ ብተግባራተይ ኣይተኣረምኩን? እሞ ድማ ክሳብ ሕጂ ከኣ ከምኡ ኢልካ ትነብር ኣለኻ ኢልክኒ? እዋእ ትምኒት ቀጻሊ ድየ ክትጎጥይኒ ክትነብሪ? እንታይዶ ዝበደልክዎ ኣለኒ? ዝበደልካዮ ጠፊኢካ? ከም ዝተገረማ ርእሰን ነቕነቓ። ተፈሪ ኣፍካ መሊእካ ኣሎ ክትብል እንተደሊኻ ደኣ ተዛረብ እምበር ግብርኻ ደኣ ክንዮ ሰብ የዕዋፍ ከይተረፋ እየን ፈሊጠንኦ ዘለዋ ስለዚ ድማ ኣብ መንጎ ኣትዮም ስለ ዝኾለፍወን ዘረበኣን ከይቀጸላ ተረፋ። ሕጂኸ እንታይ ክትውስኽኒ ደሊኺ? ነገራት እናኸረሩ ይኸዱ ምንባሮም ስለ ዘስተውዓሉ ስምዒቶም ክቀያየር ተራእየ። ንእለቱ'ውን ፍርሒ ውሽጦም ኣትዩ ሕብጭብጭ ከብሎም ተፈለጦም። ተፈሪ! ትሰምዓኒ መሲልኒ ብዙሕ እንድየ ተዛሪበ፣ ዝቐደመ ይኣኽለና፣ ብኡ ይደምደም። ዝተወደእን መሰላ። ካብ ብዙሕ ዘረባ ቁጡብ ቃላት ፈኒኻ መለሳ ዘለዎ ስራሕ እንተሰራሕካ ይሓይሽ ዝብል እምነት ክኽተላ ዝደለያ እየን ዝመስላ። ስምዓኒ ካብ ሎሚ በዚ ንዓመታት ዘጨቓጨቐና እሞ ድማ ፍታሕ ዘይረኸብናሉ ጉዳይ ንኸይዘረበካ ምስ ነብሰይ ቃል ክኣቱ እየ። ቅድሚ እዚ ግና እንተተረዳዲእና ማለተይ'ዩ። ክትፍጽመለይ ዝደልዮ ጉዳይ ኣሎ። ሓገዝ ዝመስል ግን ከኣ ናብ ምሕጽንታ ዝዛዘዎ ዘረባ ፈነዋ። ጉዳይ? ናይ ምንታይ ጉዳይ? ተረዩዖም ኮፍ ኢሎም ከም ዘይጸንሑ መጠናዊ ስንባድ የርኣዩ። ከም ዘይፈለጡ ኣሚኖም ዝደምደምዎ ተግባሮም፣ እግሪ እግሮም ስዒቡ ኣብ ገዛኦም በጺሑ ናበእዛን በዓልቲ ቤቶም የዕርፍዩ ከይከውን ሰጊኦም ነበሩ። እወ ጉዳይ! በላ ናብ ጉዳየን ክሰግራ እናተዳለዋ። ኣብቲ ከዐርይኦ ዝፈተና እሞ ግን ከኣ ካብ ኢደን ወጺኡ ልዕሊ ዓቕመን ዝኾነ ጉዳየን ተረፍ ክህሉ ኣይደለያን። መወዳእትኡስ ዓቕለንን ትዕግስተንን ጸንቂቑ ዝተወደኣን እየን ዝመስላ። ናይ ስኒት ጉዳይ ድሕሪ ክንደይ ኣተንፈሳም ብድሕርኡ ዝህሉ ኩነት ግና ዝጥዕ ነገር ከም ዘይህሉ ይርደእን ነይሩ እዩ። ስኒት ስም ስኒት ምስ ተላዕለ ከይተረዶም ዓው በሉ። ከምቲ ኣቐዲሞም ዝጠርጠርዎን ዝፈርሕዎን ኣብ መንጎኦምን ኣብ መንጎ ስኒትን ተደጒሉ ዝነበረ ምስጢር ኣብ ገዝኦም በጺሑ ከይከውን ኣፍሪሕዎም ነበረ። ብድሕረይ ዶ እንታይ ኮይና እያ? ሓሚማ ድያ ዋላ ስራሓ ገዲፋቶ? ትምኒት፣ ንዓኹ እኳ ይመልስለይ እባ? ብኾፎም ወታእታእ በሉ። ስምስኒት ድሕሪ ምጽውዑ ከይደንጎየኦም ተቐያይሮም። ዘገርም እኳ እዩ። እንታይ ደኣ ስምስኒት ምስ ተላዕለ ሰንቢድካ ምስኣ እንታይ ፍሉይ ርክብ ዶ ኣለካ እዩ? ዝብልዎ ንምስማዕ ዝሓተቶ እዩ እምበር ኣብቲ ዝተላዕለ ኣርእስቲ ኣቐዲመን ምስ ስኒት ኣልዒለን ፍታሕ ዝበልኦ ሓሳባት ፈጢረናሉ ነይረን እየን። እንታይ ማለትኪ እዩ? እንታይ እያ ክትብሊ ደሊኺ? ትምኒት፣ ኣቐዲመ እኮ ነጊረኪ እየ። ምስ ስኒት ዋላ ሓንቲ የብልናን። እንተዘይኣሚንኪ ዋላ ንስኒት ክትሓትያ ትኽእሊ ኢኺ። ዕረፍቲ ዘይህብ ዘረባ ፈንዮም ናብ በዓልቲ ቤቶም ስግኣት ብዝመልኦ ኣጠማምታ ጠመትወን። እንታይ ደኣ ወልደፍደፍ ኢልካ? ምስ ስኒት ኣነ ዘይፈልጦ ጉዳይዶ ኣጋጢሙካ'ዩ? ተስፋ ድሕሪ ምርካበን ፈታኒ ሕቶ ኣብ ምሕታት ነበራ። ንዝፈለጠኦ ጉዳይ ካብ ልሳኑ ከጣልላ ይደልያ ይመስላ። ተግባራቶም ጭብጢ ካብ ምስኣን ዝተላዕለ ካብ ልሳኖም ሰሚዐን ከረጋግጻ ክቱር ህርፋን ነበረን። መን? ኣነስ? ኣነ ወልደፍደፍ ኢለ? ደሓን ከም ዘይተበገሱ ኣብ መወዳእትኡስ ኢዶም ክህቡ ዝደለዩ መሰሉ። ትምኒት ነገራት ኣብ መዓልቦኦም ከየብጽሓ ከም ዘይቀስና ካብ ተግባረን የርእየኦም ነበራ። ትምኒት ዘይከውን እስከ ትዛረቢ ኣነ ወልደፍደፍ ኣይበልኩን ካብ ተፈሊጠ ዘስምዕ ኣብ ዘረብኦም ቁልጡፍ ነበሩ። ደሓን ከም ኣፍኩም ይግበረልኩም እምበር ኣብ መጋባእያ ዝደየበ ገበነኛ እንዲኹም መሲልኩም ዘለኹም። ክስሕቃ ተራእያም። ተፈሪ! እንታይ ዲኻ ኾንካ? ብመልሶም ስለ ዘይዓገባ ሕቶኣን ቀጸላ። እንድዒ! እንታይ ፈሊጠ? ደጊሞም ወታታ በሉ። ድሕሪ ጉዳይ ስኒት ምልዓሉ ተፈሊጠ ዘስምዕ ስምዒት'ዮም ዘንጸባርቑ ነይሮም። ትምኒት! ባዕልኺ መምጽኢት ዘረባ ባዕልኺ መጥፍኢት ዘረባ! ሕጂ እንታይ ግበሪ ክትብልኒ ዘለኺ? ከይተረድኦም ዕድል ሃብወን። ኣብቲ ግዜ ዘመዛዝን ቀልቢ ኣይነበሮምን። ሓንሳብ እኳ ጉዳይ ስኒት ኢለካ'የ። ዕትብ ኢለን ዘረበኣን ቀጸላ። እንተ ተረዲእዎም ብድርኡ ዝተዛረብኦ'የን ዝደግምኦ ነይረን። እሞ ዝኾነቶ'ባ ንገርኒ? ትምኒት ቅድሚ ምዝራብኪ እኮ ቆላሊኽና። ኣበሽካዕላል ነበሩ። ተፈሪ ነብስኻዶ ነጊርካ? ኩነታቶም ድሕሪ ምርኣየን ዝበለኦ እዩ ኮነ ኢሎም ይሕንግዱ ምንባሮም በሪህለን ነይሩ እዩ። ብዛዕባ እንታይ እዩ ነብሰይ ዝነግረኒ? ትምኒት ክንደይ ኮለል ትፈትዊ ኢኺ? ክትብልዮ ዝደለኺ እንዶ ተዛረቢ። ክውድኣሎም ደልዮም ነበሩ። ስኒት ጠኒሳ ከም ዘላ ድሕሪ ምንጋረን መልሶም ንምስማዕ ኣእዛነን ጸለዋ። ክስንብዱ ድዮም ዋላስ ከም ተራ ጉዳይ ቆጺሮም እዮም ሸለል ኢሎም ክሓልፍወን?